ሰላም ክቡራት ተኸታተልቲ ዳስና ኤክስትራ፣ ንሕጂ ኣብ ዝተዳለወ ዜናታት፣ ኣብ ኢትዮጵያ ክልል ኣምሓራ ኣብ ርእሰ ከተማ ባህርዳር ኣብ መስጊድ ዘጋጠመ ምፍንጃርን ኣብ ከተማ ፍኖተ ሰላም ንኻልኣይ ግዜ ዘጋጠመ መጥቃዕትን ዝምድና ኤርትራን ቻይናን ኣመልኪቱ ዝወጸ ጸብጻብን ዘጠቓለለ ክኸውን እዩ። ኣብዛ ቻነል ድማ ናይ ወትሪ ተኸታተልቲ ንምዃን ሳብስክራይብ ክትገብሩን ነታ ናይ ደወል ምልክት ክትጥውቑን ብኽብሪ ይዕድመኩም። ኣብ ርእሰ ከተማ ክልል ኣምሓራ ባህርዳር ቀበሌ ዓሰርተ ኣርባዕተ ኣብ መስጊድ ዝነበሩ ኣርባዕተ ኣባላት ሓንቲ ስድራቤት ብዕጡቓት ከም ዝተቐትሉ ላዕለዋይ ቤት ምኽሪ እስላማዊ ጉዳያት ክልል ኣምሓራ ገሊጹ። ኣብቲ መጥቃዕቲ ምስ ኣባላት እታ ስድራቤት ዝነበረ ጎረቤት'ውን ከም ዝተቐተለ ሓላፊ ፋይናንስ ቤት ምኽሪ ጉዳያት እስልምና እታ ከተማ ዓሊ ጌታሁን ንቢቢሲ ሓቢሩ። እቲ መጥቃዕቲ ዝፈጸመ ኣካል መንነቱ ከም ዘይተፈልጠ ዝገለጸ ዓሊ፣ ነበርቲ እቲ ከባቢ እቶም ግዳያት ገንዘብ ክፈሉ ዝብል ምፍርራሕ ይበጽሖም ከም ዝነበረ ካብ ነበርቲ እቲ ከባቢ ከም ዝሰምዐ ሓቢሩ። ኣብ ዝሓለፈ ኣዋርሕ ኣብ ልዕሊ ሰዓብቲ እስልምና እቲ ከባቢ ዝፍጸም መጥቃዕቲ እናወሰኸ ይመጽእ ከም ዘሎ ዝገለጸ ዓሊ፣ ቅድሚ ሒደት መዓልታት ኣብ ጎንደር ሰባት ከም ዝተቐትሉ እውን ጠቒሱ። ብዝሒ ኣብ ዝተፈላለዩ ከባቢታት ገንዘብ ክፈሉ እናተብሃሉ ዝጭወዩ ዘለዉ ሰዓብቲ እቲ እምነት እውን ከም ዝወሰኸ እቲ ሓላፊ ኣረዲኡ። ኣብ ዝሓለፈ ሸሞንተ ኣዋርሕ ኣብቲ ክልል ልዕሊ ሰማንያ ሰዓብቲ እስልምና ከም ዝተቐትሉ ላዕለዋይ ቤት ምኽሪ ጉዳያት እስልምና ክልል ኣምሓራ ትማሊ ሶኑይ ኣማስያ ኣብ ዘውጽኦ መግለጺ የመልከት። እቲ መግለጺ ኣብቲ ክልል ኣብ መንጎ ሓይልታት ጸጥታን ዕጡቓት ፋኖን ዝካየድ ዘሎ ግጭት ብፍላይ ንሰዓብቲ እስልምና ኣብ ከቢድ ሓደጋ ከም ዘእተዎም የረድእ። እቲ ግጭት ንህዝብና ዝኸፍእ ዋጋ የኽፍሎ ሰለ ዘሎ፣ እቲ ብቐንዱ ኣብ ልዕሊ ኣስላም ዝፍጸም ዘሎ ዓመጽ፣ ምዝንባል፣ ዝምታ፣ ጭውያን ቅትለትን በብእዋኑ እናገደደ ይኸይድ ኣሎ ኢሉ። ኣብቲ ክልል ብዝሒ ዝጭወዩ ሰላማውያን ዜጋታት፣ ዝስወሩን ዝቕተሉን ዘለዉ በብእዋኑ ይውስኽ ከም ዘሎ ዝሕብር እቲ መግለጺ፣ እቲ መጥቃዕቲ ብፍላይ ድማ ንማሕበረሰብ ኣስላም ኣብ ሓደጋ ኣእትይዎም ኢሉ። እቲ ቤት ምኽሪ ወሲኹ፣ ብሰንበት ኣብ ከተማ ሞጣ ዕጡቓት ንሓደ መንእሰይ ጨውዮም ካብ ስድርኡ ሰለስተ ሚእቲ ሽሕ ብር ተቐቢሎም ብጭካነ ከም ዝቐተልዎ ጠቒሱ። ቅድሚ ሒደት መዓልታት እውን ኣብ ከተማ ጎንደር ኣብ ከባቢ መክሰኝት ኣርባዕተ እስላም ከም ዝተቐትሉን ኣብ ከባቢ ቢቢቸኛ ድማ መጻምድቲ ንመንግስቲ ግብሪ ከፊልኩም ብዝብል ከም ዝተቐትሉን ገሊጹ ነይሩ። በጀካ እቶም ኣብቲ ክልል ዝተቐትሉ ሰባት ካልኦት ኣርባዓን ሸውዓተን ሰባት ከም ዝተጨውዩ ብዓሰርታት ኣሽሓት ዝቑጸሩ ኣስላም ድማ ከም ዝተመዛበሉን ክልተ ሚእትን ስሳን ዘምታ ከም ዝተፈጸመን እውን ሓቢሩ። እቲ ዝፍጸም ዘሎ ዘምታ፣ መከራን ምግልታዕን ከም ዝቃወሞ ዝገለጸ ቤት ምኽሪ ጉዳያት እስልምና፣ ኣብ ልዕሊ ሰላማውያን ሰባት ዝቐንዐ ግፍዕን ቅትለትን ደው ንምባል መንግስቲ፣ ተኸተልቲ ካልኦት እምነታት እቲ ክልል፣ መራሕቲ ሃይማኖትን ካልኦት ዝምልከቶም ኣካላትን እጃሞም ከበርክቱ ጸዊዑ። መንግስቲ እቲ ክልል ብዛዕባ እቲ ኣብ ከተማ ባህርዳር ዝተፈጸመ መጥቃዕቲ ይኹን ብዛዕባ እቲ ብቤት ምኽሪ ጉዳያት እስልምና እቲ ክልል ዝወጸ መግለጺ ክሳብ ሕጂ ዘውጽኦ መግለጺ የለን። ካልእ ምስ ኣብ ክልል ኣምሓራ ዘሎ ኩነታት ብዝተሓሓዝ ድማ ኣብ ክልል ኣምሓራ ዞባ ምዕራብ ጎጃም ርእሰ ከተማ እቲ ዞባ ዝኾነት ፍኖተ ሰላም ኣብ ውሽጢ ክልተ መዓልታት ንኻልኣይ ግዜ ኣብ ዕዳጋ ቦምባ ከምዝተፈንጀረን ነበርቲ፣ ምንጭታትን ሆስፒታልን ሓቢሮም። በቲ ሓደጋ ዝተጎድኡ ሰባት ዕዳጋ ዝገብሩ ዝነበሩ ንጹሃት ሰባት ምዃኖም እውን ተገሊጹ'ሎ። ኣብታ ካብ ዝሓለፈ ዓመት ጀሚሩ ኣብ መንጎ ዕጡቓት ፋኖን ሓይልታት መንግስትን ብተደጋጋሚ ግጭት ክካየደላ ዝጸንሐ ከምኡ'ውን መጥቃዕቲ ሰብ ኣልቦ ነፈርቲ ዝተፈጸመላ ከተማ እዚ ናይ ሕጂ ምፍንጃር ቦምባ ዝሓለፈ ቀዳም'ዩ ተፈጺሙ። ሽሞም ከይግለጽ ዝሓተቱ ነበርቲ እታ ከተማ እቲ ምፍንጃር ኣብቲ ነበርቲ እታ ከተማን ጎረባብቲ ወረዳታትን ኩሉ ግዜ ሰሙናዊ ዕዳጋ ዝገብሩሉ ቀዳም ከምዘጋጠመ ሓቢሮም። ሓደ ነባሪ፣ ሰበስልጣን መንግስቲ ንነበርቲ ከይእከቡ ክነግሩዎም ከም ዝጸንሑ ብምዝኽኻር፣ መጥቃዕቲ ቦምባ ከም ዝፍጸም ስግኣት ከም ዝነበረ እውን ጠቒሱ። ኣብታ መዓልቲ እቲኣ፣ ሓይልታት ጸጥታ ኣብቲ ዕዳጋ ይዞሩ ከም ዝነበሩ እውን ኣብሪሁ። እንተዀነ፣ እቲ ምፍንጃር ቦምባ፣ ሓይልታት ጸጥታ ካብቲ ቦታ ምስ ወጹ ከም ዘጋጠመ ዝገለጸ እቲ ነባሪ፣ እቲ መጥቃዕቲ መን ከም ዝፈጸሞ ኣይተፈለጠን ኢሉ። ዛጊት እቲ ዞባ ይኹን ኣመሓደርቲ እታ ከተማ ብዛዕባ እቲ ምፍንጃር ዘውጽእዎ መግለጺ የለን። ኣብ ዝሓለፈ ቀረባ ሰሙናት ኣብ ሃገራት ቀርኒ ኣፍሪቃ ምብጻሕ ከካይድ ዝቐነየ ፍሉይ ልኡኽ ሃገረ ቻይና ኣብ ቀርኒ ኣፍሪቃ ኣምባሳደር ሾው ቢንግ ከም መቐጸልታ ናይቲ ዝገብሮ ዘሎ ዑደት ናብ ኤርትራ ብምብጻሕ ብሸውዓተ ሚያዝያ ምስ ፕሬዚደንት ኢሳያስ ተራኺቡ ዝብል ዜናታት ብወገን ሚኒስትሪ ዜና ኤርትራ ተዘርጊሑ ነይሩ እዩ። ኣብቲ ዝተገብረ ዘተ ድማ ኣምባሳደር ሾው ቢንግ ህዝባዊት ሪፓብሊክ ቻይና ንናጻን ዘይሻራዊን ፖሊሲ ወጻኢን ንጹር መርገጽን ኤርትራ ከም እተኽብሮም ከምኡ'ውን ተራ ኤርትራ ኣብ ምርግጋጽ ሰላምን ርግኣትን ናይቲ ዞባ ብሓፈሻ ዞባ ቀርኒ ኣፍሪቃ ድማ ብቐንዱ ዓቢ ኣገዳስን ምዃኑ ከም እትኣምን እዩ ተዛሪቡ። ኣብዚ እዋን ኣብ ዞባ ቀይሕ ባሕሪ ብዕጡቓት ሑቲ የመን ዝካየድ ዘሎ መጥቃዕቲ ከቢድ ናይ ጸጥታ ስግኣት ፈጢሩ ኣብ ዘለወሉ እዋን ቻይና ኣብቲ ኣገዳሲ መስመር ባሕሪ ዘለዎ ዞባ ዘለዋ ህላወ ንምዕባይ ጻዕርታት እያ እትገብር ዘላ። ቻይና ብሓፈሻ ኣብ ዞባ ምብራቕ ኣፍሪቃ ብፍሉይ ድማ ኣብ ቀርኒ ኣፍሪቃ ሰፊሕ ወተሃደራዊ፣ ፖለቲካውን ቁጠባውን ድልየታት ከም ዘለዋ ዝግለጽ ኮይኑ፣ ኣብ ጅቡቲ ድማ ሓደ ዓቢ መደበር ሓይሊ ባሕሪ ኣለዋ። ብጀካ እዚ ድማ ቻይና ንኢትዮጵያ ሓዊሱ ኣብቲ ዞባ ንዝርከባ ሃገራት ልዑል መጠን ዘለዎ ልቓሕ ኣለቂሓን ኣብተን ሃገራት ገዘፍቲ ፕሮጀክትታት ተካይድ እያ ዘላ። ምስ ኤርትራ ድማ ቻይና ንነዊሕ ዓመታት ዝጸንሐ ዝምድና ዝጸንሐ ኮይኑ፣ ክልቲኤን ሃገራት ከኣ ኣብ ህንጻ፣ ዕደና፣ ጥዕና፣ ትምህርትን ክተሓጋገዛ ከም ዝጸንሓን ምትሕግጋዘን ከዕብይኦ ከም ዝደልያን እየን ክሕብራ ጸኒሐን። ኣብ ዝሓለፉ ቀረባ ዓመታት ድማ ላዕለዎት ሰበስልጣን ቻይና ናብ ኤርትራ ምብጻሕ ዘካየዱ ኮይኖም፣ እቲ ዝልዓለ ናብ ቻይና ምብጻሕ ዘካየደ በዓል ስልጣን ቻይና ድማ እቲ ኣብ ክልተ ሽሕን ዒስራን ክልተን ናብ ኤርትራ ምብጻሕ ዘካየደ ሽዑ ሚኒስተር ወጻኢ ጉዳያት ቻይና ዝነበረ ዋንግ ዪ እዩ። ዋንግ ዪ ናብ ኤርትራ ብዝበጽሓሉ እዋን ኣብ ክልተኣዊ፣ ዞባውን ዓለም ለኻውን ሓበራዊ ጉዳያትን ግብራዊ ምትሕግጋዝ ክግበር ዘተ ከም ዘካየደ ዝተገለጸ ኮይኑ ኣብ ክልተኣዊ ልምዓታዊ መደባት ብቐንዱ ድማ ኣብ ምምዕባል ዓቕሚ ሰብ፣ ትሕተ ቅርጺ፣ ምምዕባል ወደባት ባጽዕን ዓሰብን ከምኡ'ውን ዕደና ክልቲኤን ሃገራት ንኽሰርሓ ስምምዕ ፈሪሙ እዩ ከይዱ። ብድሕሪ እዚ ግድማ ኣብ ክልተ ሽሕን ዒስራን ሰለስተን ፍሉይ ልኡኽ ቻይና ኣብ ቀርኒ ኣፍሪቃ ሾው ቢንግ ናብ ኤርትራ ምብጻሕ ከካይድ ከሎ፣ ኣብ ዝሓለፈ ቀረባ መዓልታት ድማ እዚ ፍሉይ ልኡኽ ቻይና ኣብ ቀርኒ ኣፍሪቃ ሻው ቢንግ ናብ ኤርትራ ንካልኣይ ግዚኡ ምብጻሕ ኣካይዱ ኣሎ። ሓደ ፎካስ ኦን ኤሪትሪያ ዝተሰምየ ተጣባቒ ሰብኣዊ መሰላት ማሕበር ኣብ ዘውጽኦ ዝርዝራዊ ጸብጻብ ንኣብነት ከም ቻይና ሽቹዋን፣ ሻንጋይ ፎርየን ኢኮኖምን ቴክኖሎጂን፣ ሁቤ ጂኦሎጂካል፣ ላንዲ ኢነርጂ ግሩፕ፣ ቤጂን ሲኖማ፣ ቻይና ኣፍሪካን ሱቹዋን ሮድ ከምኡ'ውን ዞንግ ቻንግ ዝተብሃላ ትካላት ቻይና ኣብ ዕደና ኤርትራ ይሳተፋ ምህላወን ይጠቅስ። ካብተን ብዙሓት ዝተጠቕሳ ኩባንያታት፣ እቲ ሹሽዋን ሮድ ዝተብሃለ ብመንግስቲ ቻይና ዝውነን ትካል ጥራይ፣ ኣብ መጀመርታ ክልተ ሽሕን ዒስራን ሽዱሽተን ካብ መሻርኽቲ እቲ ብፕሮጀክት ኣስመራ ፍቓድ ዕደና ዝረኸበ ትካል ካብ ናይ ኣውስትራልያ ሳንሪጅ ካምፓኒ ብርክት ዝበለ ብርክታት ክዕድግ እንከሎ፣ ካብቲ ንእምባ ደርሆ፣ ዓዲ ንፋስ፣ ጉፖን ድባርዋን ሽፍን ዕደና ፕሮጀክት ድማ ሓሙሽተ ሚእትን ሰብዓን ኣርባዕተን ሽሕ ቶን ነሓስ፣ ትሽዓተ ሚእትን ሰላሳን ሽሕ ኣውንስ ወርቅን፣ ሓደ ነጥቢ ክልተ ሚልዮን ቶን ዝንክን ክሕፈስ ከምዝኽእልን ምህርቱ ድማ ኣብ ክልተ ሽሕን ሽዱሽተን ጀሚሩ ክኸውን ከምዝኽእልን ዝጠቅስ ጽሑፍ ሰፊሩ ኣሎ። ካልእ እታ ብዙሕ ግዜ ምስ ኣሜርካ እትመርሐን ሃገራት ምዕራብ ዘይትቃዶን ኣብ ዝፍተፈላለየ እዋናት ድማ እገዳ ክንበራን ክትግለልን ዝተራእየት ኤርትራ ምስ ቻይናን ሩስያን ቅርርባታ ተሕይል ኣብ ዘለወሉ እዋን እተን ክልተ ሃገራት ኣብ ዓለምለኻዊ መድረኻት ፖለቲካዊ ደገፍ ከምዝህባ ይግለጽ። ሚኒስተር ወጻኢ ጉዳያት ቻይና ቅድሚ ሕጂ ናብ ኤርትራ በጺሑሉ ኣብ ዝነበረ እዋን፣ ኣብ ልዕሊ ኤርትራ ዝግበር በይናዊ እገዳ፣ ሃገሩ ቻይና ከም ዘይትድግፎ ገሊጹ ዝነበረ ኮይኑ፣ ቻይናን ሩስያን ከኣ ቅድሚ ሕጂ ኣብ ቤት ምኽሪ ሰብኣዊ መሰላት ውድብ ሕቡራት ሃገራት ኣብ ልዕሊ ኤርትራ ንዝቐረበ ክስታት ፖለቲካዊ ድፍኢት ኣለዎ ብምባል ክነጽጋ ተራእየን ይፈልጣ እየን። ኣብዚ ኣፍሪቃ ብብዝሒ ህዝቢ እናወሰኸትን እናከተመትን እትኸደሉ ዘላ እዋን፣ ናይ ቻይና ወፍሪ እውን ብኡ መጠን ይዓብን ይሰፍሕን እዩ ዘሎ። ቻይና ግን ዘይከም ምዕራባውያን ሃገራትን ዓለምለኻዊ ማዕከን ገንዘብን ኣብ እትህቦ ሓገዝ ኮነ ልቓሕ ከም ዴሞክራስን ናይ ሰብኣዊ መሰላት ጸብጻባትን ናይተን ሃገራት ስለዘይትጸባጸብ ብዙሓት መራሕቲ ኣፍሪቃ ምስታ ሃገር ምምሕዛውን ቁጠባዊ ሽርክነት ምፍጣርን ከም ኣማራጺ እዮም ዝርእይዎ ዘለዉ። በዚ ኸኣ ቻይና ኣብ ኤርትራ ኮነ ኣብ ካልኦት ሃገራት ኣፍሪቃ ብርክት ዝበለ ወፍርታት ዘለዋ ኮይኑ፣ ብዕሊ ዝተገልጸን ዘይተገልጸን ቢልዮናት ዶላራት ልቓሕ ንብርክት ዝበላ ሃገራት ኣፍሪቃ እውን ሂባ እያ። ኣብ ክልተ ሽሕን ሓምሳን ብዝሒ ህዝቢ ኣፍሪቃ ብዕጽፊ ብምዕባይ ኣስታት ሓደ ነጥቢ ሓደ ቢልዮን ከም ዝኸውንን ሰማንያ ሚእታዊት ናይቲ ዕቤት ከኣ ኣብ ከተማታት ኣፍሪቃ ከም ዘጋጥምን እተን ከተማታት ከኣ ንብዝሒ ነበርተን ዝመጣጠን ትሕተ ቅርጺ ክሃንጻ ምስ ቻይና ይሻረኻ ምህላወን ኣብ ፎርብስ ዝተሓትመ ጽሑፍ የረድእ። ኣብዚ እዋን ከኣ ኤርትራ ብቆጠባን ፖለቲካን ቀንዲ መሻርኽቲ ቻይና ኮይና ምህላዋ ኣብ ዝተፈላለየ እዋን ሰበስልጣን ኤርትራ ገሊጾም ይፈልጡ እዮም። እቲ ሕጂ ናብ ኤርትራ ምብጻሕ ኣካይዱ ዘሎ ፍሉይ ልኡኽ ቻይና ሹ ቢንግ ከኣ ብዛዕባ ምትሕብባር ኤርትራን ቻይናን ኣመልኪቱ ኣብ ዝሃቦ መግለጺ ሓበራዊ ጥቕሚ ዘለዎ ምትሕግጋዝ ንምድንፋዕን ብመንገዲ ከም ቻይና ዝተበገሰ ቤልት ኤንድ ሮድ ወይ ቅናትን ጽርግያን ዝበሃል መደብ ቻይና ኣፍሪቃ ናይ ምትሕግጋዝ ፎሩም ከምኡ'ውን ጠመተ ሰላምን ልምዓትን ቀርኒ ኣፍሪቃ ዝተብሃሉ ዝተፈላለዩ ተበግሶታት ቻይና ምስ ኤርትራ ክትሰርሕ ድልውቲ እያ ብምባል ነቲ ኣብ መንጎ ሃገሩ ቻይናን ኤርትራን ዘሎ ዝምድና ንምዕሟቕ ናብ ሓድሽ ዝበረኸ ደረጅኡ ንምስግጋርን ከም ዝሰርሕ ቃል ኣትዩ ኣሎ። ንሕጂ ዝተዳለወ ዜናታት እዚ እዩ ነይሩ፣ ብካልእ ክሳብ ንራኸብ ሰላም ንዓኹም።